ጋይስ ማለት እዩ ዓይኖምሲ ሰኺራ ሎማዓንቲ ገዛ ብሰንኪ ንኒ ኣሌክስ ማለት እዩ ገዛ ኣይወዓልን ኣይወዓልን። ሰላም ሰላም ከመይ ቀኒኹም? ኣነ ሰላም እየ እግዚኣብሔር ይመስገን። ሓፍትኹም ሱዛን እየ። ሰላም ክትኮኑ ድማ በዓልቲ ሙሉ ተስፋ እየ ማለት እዩ። ለማንቲ ድማ ብሓደሽ ቪድዮ መፅእን እኹ ሓደሽ ዝኾንኩም ሰብስክራይብ ምግባር ኣይትርስዑኹም። ሰብስክራይብ ዝገበርኩም ድማ ቤተሰብ ዝኾንኩም ማለት እዩ ላይክ ምግባር ላ ኣይትርስዑኹ። ኩልኩም ይደሊ ሽኮሪናታት ዓይኖም ሎማዓንቲ ሰኺራ ክነግረኩም ኣይኽእልን እየ ሊሊ ብጣዕሚ እያ ተናይዳ ብፍላይ ድማ ገዛ ጥርሑ ኣብ ዝነበረሉ ግደፍ ልብላ ሰብ ኣብ ዘይብሉ ሎማዓንቲ ቀውጢ ገይራታ ማለት እዩ ሰኺራ በቃ ማለት ክነግረኩም እየ ክእሊ ኩሉ እያ ጥዒማቶ ዳርጋ ክብለኩም እየ ክእሊ ክብሎ ክሚደሊ ማለት እዩ እና ምናልባት ከምዚ ዓይነት ባህሪ ለይነበራ ስለምንታይ ከምኡ ትገብር ኣይ ዓባይ እንድያ ምናምን ብዙሕ ሰብ ይብል ነይሩ እና ንዓብ ይኹን ንንእሽተ ይኹን ትመስተ ምናልባት ብደስታ ብሓጎስ ኣቢልካ ገደብ ክህልዎ ይኽእል እዩ ብጭንቀት ወይ ድማ ብሕማቅ ነገራት እንድሕር ኮይኑ ድማ ያው ንእሽተን ዓብይት ክብል ይኽእል እዩ ኢለ ይሓስብ ኣነ ማለት እዩ እና ብዝሎም እነ ልቐንየቶ ግድን እያ ክትሰቲ ጋይስ ግድን እያ ክትሰቲ ማለት ምክንያቱ ንና ኣሌክስ ጨጎራ እዮም ንሕፀብ ኢሎማ ንዝሓደ ደመ ክብሉ በሃለ ብጣዕሚ እዩ ጨጓራ ልሕፀብ ኢልዋ ማለት እዩ ብፍላይ ሓደ ወላዲ ውላዱ ክመስልሉ ከም ሰብ ክኾነሉ ናብቲ ክብሪ ናብቲ ንውር ናብቲ ዝነበረ ናይ ኣቦታትና ናይ ኣዴታትና ከኣቲ ብጣዕሚ እዩ ልብህግ ብጣዕሚ እዩ ዝደሊ ብጣዕሚ እዩ ደስ ዝብለና ዓይኖም ወይ ድማኒ ንወዳ ፍቅረኛ ምጥያትሉ ከምዚ ሪኦሞ ተነርኩም ምናልባት ዘይርክሞ ድማ ኣነ ትንትን ኣቢለ ባዕለይ ክነግረኩም ስለዝኮንኩም ኢልኩም ስምዑኒ ማል ግን ከይትርስዕኹ እና ባዕላ ምዘዲኣ ገይራ ናብ ግዛሕታ ተመልጢያ ክተላልዮም ደልያ ንሱ ድማኒ ንዓኣ ከምዘይደልያ ከምዘይኣፍቅራ ዋላ ከፍቅራ መይኽእል ምናምን ከምዝኾነ ነጊርዋ ማለት እዩ እዚ ምንጋር እዚ ግን ዓይነሞይ እንታይ ልበሃል ይኮነቲ ዕግብቲ ይኮነቲ ወደይ ኣይፈተዋን ስለዚ ኣይደልን እያ ኣይበለቲ ምክንያቱ ብጣዕሚ እያ ፈትያታ ብምንታይ እያ ፈትያታ እንድሕር እንታይ ኢልኩም ንኮይንኩም እታይ እዩ ኒየት ችግር ሕጂ ሕማቅ ዝኾነ ባህሪ ሕማቅ ዝኾነ ነገራት ንንጸባርቕ ኣለና ንሕና ማለት ውሽጥና ይኣምነሉ ድዩ ኣይኣምነሉ ውሽጥና ንገብር ዲና ኣይንገብር እቲ ሓቂ ንሕና ጥራሕ ኢና ንፈልጦ ግን ደጋዊ ነገራትና ወይ ድማ ደጋዊ ልሳና ንናገሮ ነገራት ግን ካብቲ ባህሊ ለፈንገጠ ካብቲ ሓደሓደ ነገራት ልወፀ ነገራት ንገብር ንሰርሕ ኣለና ጋይስ እና ንውዕሎን ኣይንውዕሎን ንሰርሖ ዲና ኣይንሰርሖይ ባዕልና ኢና ንፈልጦ እቲ ሓቂ ባዕልና ኢና ንፈልጦ ግን ከም ቀልዲ ኣምሲልካ ድዩ ዋላ ካብቲ ትኽደኖ ኣንጻር ድዩ ወለድና ውሽጣ ከመይ እያ ስራሓታ ከመይ እያ ምናምን ይኾኑ እዩ ዘርእዩ ኣላብሳኣ ከመይ እያ እዮም ድርእዩ ኣጠማምታኣ ከመይ እያ እዮም ድርእዩና ዓይነ ሞይ ድማ ነቲ ቆልዓ ብኡያ ፈትያታ ገና እያ ንእሽተን እያ ማለት እቲ ናብኡ ትበጽሕ ናብቲ መርዓ ሓዳር ምናምን ትበጽሕ ዓይነት ሰብ ኣይኮነትን። እቲ ቆልዓ ኣለ ቆልዓ እዩ ገና እዩ ንእሽቶ እዩ እሞ በዚ ሎሚ ግዜ ድማ ክትበስል ኒኤካ ጋይስ ክትበስል ኒኤካ ብኩሉ ነገር ማለት እዩ ወላ ብርእስኻ ክትበስል ኒኤካ ዕድሜኻ ክበስል ኣለዎ ጅባኻ ክበስል ኣለዎ ስራሕኻ ክበስል ኣለዎ ንምንታይ መሲልኩም ሕጂ ፍቅሪ እንድሕር ሃልዩ ኩሉ ነገር ይርከብ እዩ ቀስ ኢሉ ክበስል እንድዩ ክልቲኦም ኮይኖም እዚ እዚ መብሰሊ ስለዘይሰርሕዎ ምናምን ልብል ሓሳባት ክነንጸባርቕ ንኽእል ኢና ግን እሱ እቲ ግዜ ከምኡ ዝበሃለሉ ግዜ ኦልሬዲ ሓሊፉ እዩ ሕጂ ከምኡ ዝበሃል ነገር የለን ሕጂ ኣነ ንባዕለይ ክሰርሕ እኒአኒ እሱ ንባዕሉ ክሰርሕ እኒኦ ክልቴና ድማ ሰሪሕና ክንልወጥ እኒና ኣለበለዚያ ግን እሱም እዚኦ ከመሓድረኒ ይኽእል እዩ እንድሕር ዳ ኢሉ ከባድ እያ ንምንታይ ኣብዚ ሕጂ ሰዓት ልዕሊ ሓምሳ ፐርሰንት ፍትሒ እዩ በዚሑ እኒኦ ልዕሊ ሓምሳ ፐርሰንት ተወሊዱ ቆልዓ ብዘይ ኣቦን ኣደን ይልዓብ ኣሎ ወይ ድማ በዶ ጥራሕ ይልዓብ ኣሎ ወይ ድማ በቦ ጥራሕ ይልዓብ ኣሎ እና ኣቦን ወዲን ብሓንሳእ ኮይኖም ዘዕውይሉ ተኣምር ኣይፍጠር ኢሉ ኣሎ ብጣዕሚ ኣጸያፊ ዝኾነ ነገር ብጣዕሚ በቃ ምንጾት በጺሕና ኢልካ ትድምድመሉ ግዜ ፍቕሪ ውሁላይ ክነስተማቕር ዘይንብህገሉ ፍቕሪ ሓደር ክንገብር ዘይንብህገሉ ዘመን ኢና በጺሕና ኒኢና ቀደም ወለድና ሓዳር ገይሮም ናይ ባዕሎም ጎጆ ክወጡ ወሊዶም ክስዕሙ ወሊዶም ክልእኹ ልኢኾም ድማ ኣመርዕዮም ናቱ ውላድ ንኽርእዩ ብጣዕሚ እዮም ልብህጉ ነይሮም ብጣዕሚ እዮም ልብህጉ ነይሮም ንሕና ግን እቶም ወለድና ዋላ ይብሃጉ እምበይ ንሕና ኣብቲ ባህጊ ንሱ የለናን ማለት እዩ እና ንምንታይ ኢና ለየልና ውላድ ስለንፀልእ ሓዳር ስለንፀልእ ብሓንሳዕ ምንባር ስለንፀልእ ኣይኮነን እቲ ኢኮኖሚ እቲ ዘኒኣ ሃዋህው እቲ ዘኒኤ ሰላም ግን ንዕኡ ነገር ነቲ ሕጂ ናይ ሕጂ እኒኤ ጀነሬሽን ኣይፅውዕን እዩ ኣየብህግን እዩ ድሌት ፍትወት ፍቃድ ምናምን ነገራት በቃ እንዳለ ዝግ እዩ ዕፁው እዩ እና እስታት ነገራት ፅልዋ ይገብረልና ኣሎ ስለዚ እስታት ነገራት ክፍታሕ እንድሕር ደኣ ኮይኑ ቢያንስ ብዕድመ ክንበስል እኒኤና እታ ጓል ክትበስል እኒዋ እቲ ወዲ ታሕታይ ደቂ በስል ኒዮ ኢለ ሓስብ ካልኣይ ኩላ ክትሰርሕ ኒካ እስኺ ጓል እንዲኺ ከምዚ ተኾንክኻ ገለ እንዲዩ ከምዚ ልኪ ምናምን ልበሃል እዚኦም ናይ ዝሓለፉ ድንቁርናታት ምናምናት ክነጥፍኦም ኣለና ኢለ ኢለ ሓስብ ንሕና መጀመርታ እሙናት ክንኮን እየና ቅድሚ ናብቲ ስራሕ ምኻና ቅድሚ እቲ ሓሳብ ናይቲ ስራሕ ምምፅኡ ቅድሚ ስራሕ የልን እንዲያ የልና ምሕሳብና ቅድሚ ዝኾነ ነገር እሙናት ክንከውን እየና ሓዳርና እሙናት ክንከውን እኒኤና፣ ንስራሕና እሙናት ክንከውን እኒኤና፣ ነቲ ሰሪሕና ክንልወጦ ኢልና ንሓስቦ ዘለና ነገር እሙን ኮይና ክንቅበሎ እኒኤና ኢለ ኢለ ሓስብና መጀመርታ እሙናት ኮይና ናብ ስራሕ ክንወፍር እኒኤና። እሙና እንድሕር ኮይና በረከት ይመልእ ገዛና፣ ሰላም ይመልእ ገዛና፣ ፍቅሪ ይመልእ ገዛና፣ ሰላማት እንድሕር መሊኡ ፍቕሪ እንድሕር መሊኡ በረከት እንድሕር መሊኡ ድማ ምፍልላይ ዝበሃል የለን። ደቅና ብሰላም ንክዓብዩ ዓብዪ ዝኾነ ኣስተዋፅኦ እኒኦ ኣብቲ ገዛ ሽሻይ ንክመልእ ዓብዪ ዝኾነ ኣስተዋፅኦ እኒኦ እና ኣነ ከምኡ ኢለ ሓስብ ንስኻትኩም ከመይ ኢኹም ትሓስቡ ከመይ ዓይነት ኣረኣእያ ኣለኩም ግላዊ ነገር ስለዝኾነ ናይ ባዕልኹም ፐርሰናል ስለዝኾነ ናይ ባዕልኹም ክትናገሩ ትኽእሉ ኢኹም። ዋላ ሓንቲ ችግር ዝበሃል ፀገም ዝበሃል ነገር የለን። ነፃነት ክንወሃበልና ኢለ ይሓስብ እና ስለዚ ዓይኖም እስታት ነገራት ምናልባት ንሳ ስለለለዋ ወይ ስራሕ ስለ ዘለዋ ወይ ድማ ኣነ እንዳሃለኹ ምናምን ኢላ ሓሲባ ክትከውን ትኽእል እያ ግን እሱ ንዕኡ ነገራት ተቐባልነት ኣይረኸበን። ካልኣይ ድማ ኣለይከስ ክልቲኦም ቆልዑ እዮም። እሳም ክትመሃር ኣለዋ እሱም ክመሃር ኣለዎ ስለዚ ይመሃሩ ድሓረይ ልቢ ምስ ገበሩ ምስ በሰሉ ስራሕ ምስ ሓዙ ዝውስንዎ ውሳነ ወይ ድማ ዘምፅዎ ነገራት ክህሉ ይኽእል እዩ ኣይፍለጥን ግን ክሽዑ ግን ዝኾነ ዓይነት ነገራት ክፍጠር የብሉ ልብል ኣሌክስለ ከም ሓሳብ ሂቡ ምናልባት ኣነስ ከምኡ እንድየ ነይረ ልብል ሓሳብ ኣየምፀአይ ንክትመሃር እንታወልዓዮ ዓዲ ምጓማትና ብዝገጣሚና ኣሌክስ ኣነ ኣድኒኦ እዮ ኣብ ካሊእ እዩ ጨጎራ ዝልሕፃለ እምበር ኣብዚ ፓርቲ እዚ ብጣዕሚ ደስ ልብል ሓሳብ እዩ ሂቡ ማለት እዩ ምክንያቱ ኣነ ከምኡ ነይረ እንዲ እሞ ሓወይ ኢለ ከምኡ ይኹን ኣይበለይ እና ስለዚ በቲ ንሳቶም ቆልዑ ኮይኖም ዝነበርዎ ፍቅረማሞች ኮይኖም ዝነበርዎ ግዜና ሕዚ ፍቅረኛታት ኮይኖም ዝነብርዎ ሂወት ሰማይና ምድርን እዩ ኣይረኸብን እዩ ጋይስ እና ክንኣቲ ከለና ሓሲብና ክንኣቲ ኣለና ኣስተንቲና ክንኣቲ ኣለና ልቢ ኢልና ክንኣቲ ኣለና ተኣቲና ከመይ ገይረ ከዋፅኦ ከመይ ገይረ ክነብር እኒአኒ ነቲ ሓዳር ከመይ ገይረ ክከናኸኖ እኒአኒ እቲ ፍትሕ ከመይ ገይረ ክፅየፎ እኒአኒ ምናምን ዝብል ሓሳባት እንዳለ ርእስና በሲሉ ተለማሚድዎ ንዝኾነ ይኹን ነገር ሃንደበት ለይኾነሉ ነገራት ክፍጠር ኣለዎ ኢለ ልሓስብ ጋይስ ብዛ ግለይ ማቲና ስለዚ ሊሊ መንሹማ ዓይኖመይ ሎምቕነ እስታት ነገራት ብጣዕሚ የናዲድዋ ብዛዕባ ሊሊ ክዳነይ ከምዚ ገለ ገ ዝሰኣል ኢላ ምናምን ዓርሱ ዝኸኣለ ጭንቀት እዩና ብስታት ብስታት ነገራት ፅቡቅ ኣይቀንየትን እያ ይኹን ደኣ እምበር ሕጂ ተስፋ ይገብር ኩሉ ነገር ናብ መንገዱ ተመሊሱ ኩሉ ነገር መስርዕ ሒዙ ስነ ስርዓት ሒዙ በቲ ደስ ልብል ነገራት ክኸውን ኩሉ ነገር ድማ ተስፋ ይገብር ማለት እዩ እና ዓይነም ማዕረይ መስተ ዘስቲ ነገራት ኣይብልክን እዩ ክትሰትይለ ይብልኪ ምስታይለ ጥቡቅ ኣይኮነን ማለት ክብለኩም ከለኹ ምስ ሰብ ኮንካ ምስ ቤተሰብ ኮንካ ትሰትየሉ ፓርቲ ክህሉ ይኽእል እዩ ኣለዘ ግን ተናዲድካ ከምዚ ዓይነት ነገራት ምግባር እሞ ድማ ብንጉሂቱ ደስ ልብል ነገር ኣይኮነን ክብለኩም ይደሊ ማለት እዩ ስለዚ ዓይነ ሞይ መዓረይ ንኩሉ ነገር ናብ ሰላም ናብ ፍቕሪ ኣምፅእኺ ነቶም ቆልዑለ መመስመሮም ክተስሕጀም ዘለክ እምበይ ቅድሚኦም ንስኺ ክትወድቂ ኣደዳ ናይ መስተን ናይ ሓደሓደ ነገራትን ክትኮኒ ፅቡቅ ኣይኮነ ክብለኩም ይደሊ ጋይስ ማለት እዩ ናይ ልማዓንቲ ቪድዮ እዚኣ ትመስል ነይራ ሓደ ስለሆንኩም ሰብስክራይብ ምግባር ኣይትረስዖም እንተተመቻትኩም እዛ ቪድዮ ድማ ላይክ ምግባር ኣይትረስዖም ክብለኩም ይደሊ ሰሰናይ ንዓኹም